ኣማ ባዕድ ዝኸበርኩም ኣሕዋት ዝኸበርክን ኣሓት ኣሰላሙ ዓለይኩም ወራሕመቱላሂ ወበረካቱ እምበኣርከስ ተቋሪፁና ማለት እዩ ንፋስ ብርቱዕ ንፋስ ኣሎ ናቱ ክኸውን ይኽእል እዩ ስለዚ እንሻላ ተዓላ ተሪፉ ዘሎ ክንቅፅሎ ኢና ፅቡቅ እዩ በቲ ሓደ ወገን ንንእሽቶ ይኸውን ማለት እዩ እቲ ዝበለጸ ውን ከምኡ እዩ ፈ መርሓበን ቢኩም ተበቲንኩም ደኣ እምበረይ ኸይር ኢንሻኣላህ ኣለኹም ዶ ዘለኹም ኸይር ወበረካ ኣለኹም ሓደ ሓደ ዝተረፍኩም ኣለኹም ለማዓንቲ ብዙሕ ክፋላት ክኸውን እዩ ማፊ ኣይ ምሽኪላ ዝበለጸ ማለት እዩ እንሻላ ተዓላ ድምፂ ኣሎ እዩ መሽ ድምፂ ኣሎ እስከ ድምፂ እንድሕር ኣሎ ንገሩኒ

ደቀይ ስለ ትኾኑ ኣሎ ጽቡቅ ኣሎ ማማ ሰዓት ክትብሉኒ ሽግር የብለይን ባረከላ ፊኩም ካብኡ ንላዕሊ ግን ኣይፍቀድን እዩ ምክንያቱ እቲ ዝዓበየት ጓለይ ሰላሳ ስለ ዝመለአት ፈክንዲ ደቀይ ትኾኑ እዮም ካብኡ ንታሕቲ ሽግር የለን ማለት እዩ ፈክንቅጽል ኢና እንሻላ ተዓላ ቀስ እንዳበልኩም ኣሕዋትና ክመጹ ክእከቡ ተስፋ ንገብር እንተዘየለ ግን በዚ ዘለና ክንቅጽሎ ኢና ንእሽትለይ ከይነውሐ ማለት እዩ ኣብ ምንታይ ነጥቢ ኢና ተቐቢልናዮ ነርና ኢኑ ኣላ ስብሓን ተዓላ ንመካ ንሓረም ነቲ ቦታ እሱ ረብልዓለሚን ከም ዘኽበሮ ብዙሕ ነገራት ፅቡቕ ረብልዓለሚን ንዕኡ ምክንያቱ ናይ መፃኢ ሪሳላ ዝቕበል ቦታ ስለ ዝኾነ

ሰላት ጠብዓን ኩላትና ከም ንፈልጦ ማለት እዩ ረሱል ሰለላሁ ዐለይሂ ወሰለም ኢሉ ኣልፈርቅ ኣለዚ በይነና ወበይነሁም ኣሰላ እቲ ኣብ መንጎናን ኣብ መንጎ እቶም ከሓድታውያን ወይ ድማ ዘይኣምኑ ወይ ድማ ኩፋር ንብሎም ንሕና ማለት እዩ ብእስልምና ኩፋር ማለት ከሓዳይ ማለት እዩ እስልምና ዘይኣምን ዘይቀበል እዚ ካፍር ይበሃል ማለት እዩ ካልእ ትርጉም የብሉን ብዙሕ ሰብ ካፍር ተበልካዮ ከም ጸርፊ ይወስዶ ወይ ድማ ከምዚ ብሕማቅ ላኪን ረቢ ልዓለሚን ከምኡ ኣቅሚጥዎ ኣብ ቁርኣን ኩፍርን ኢማንን ኢሉ ያኒ ኢማን እምነት እዩ ኩፍር ከኣ ምክሓድ ማለት እዩ ቃ ረቢ የለን ኢልካ ጥራይ ምክሓድ ዘይኮነ እንድሕር እቲ ናሃቱ ዝግብኦ ከም ፈጣሪ መጠን እንድሕር ንሕና ኣምልኮት ንዕኡ ወይ ድማ ዒባዳ ንዑ ዘይንገብር ተኮይንና ክሒድና ማለት እዩ። ከፊርና ማለት እዩ ስለዚ ኣንዋዕ ተፈላለየ ኣንዋዕ እዩ ዘለዎ ምናልባት ረቢ ኣሎ ፈጣሪ ኢልካ ካልእ ነገር ንህቅቲ ከም ጣዖት ንካልእ ክትኣምን ከለካ ከዓ ሙሽሪክ ትኸውን በርዱ ረቢ እሱ ኣይተቀብሉን ላ ኩፍሪ ረቢ ደለየ ወላ ሽርኪ ደለየ እንታይ ደልዩ ኢማን ተውሒድ ኩሉ ምክንያቱ እሱ ስለ ዝኸለቀና እሱ ኩሉ ነገር ስለ ዝገቀመጠልና እሱ ስለ ዝረዝቀና ንሕና ከኣ ኩሉ ብሙሉእ ናህና ተበግሶ ንረቢ ዒባዳ ክኸውን ከም ዘሎ ኣዚዙና ማለት እዩ ስለዚ ካብዚ እንድሕር ወጺእና ረቢ ልዓለሚን ከኣ ብትፋላለየ መቅጻዕቲ ይቀጽዐና ማለት እዩ ምሳሌ ንኣብነት ረቢ ልዓለሚን እንታይ ኢልዎም ን ን ንቁረይሽ ፈልያዕቡዱ ረቢ ሃዘ ልበይት ነዚ ነዚ ረቢ ናይዚ ገዛ እዚ ማለት እዩ ረቢ ኣልበይት ማለት ንመካ ማለት እዩ ነዚ ይገዝኡ ንዕኡ ኣምልኮት ይግበርሉ ሃደ ኣልበይት ኣለዚ ኣጣዓመሁም ሚን ጁዕ ካብ ጥምየት ኣውጺዎም ወኣመነሁም ሚን ኸውፍ ኣማን ድማ ጌርሎም ዓዶም ሃገሮም ኣማን ጌርሎም እዚ ኩሉ ካልእ ብጦርነትን ብገለን ክንደይ ሽግር ከሕልፍ እሳቶም ግን ኣማን ኣማን ጌርሎም ረቢ ኣልዓለሚን ማለት እዩ ስለዚ እዚ ክንስሕቶ የብልናን ቀጺሉ እንታይ እዩ ዝመጽእ ማለት እዩ እቲ ሓለ እጅትማዕያ ማለት እዩ እቲ ናይ ኣብቲ ሕብረተሰብ ዝነበረ ከዓ ሃዋህው ሓለ እጅትማዕያ ክበሃል ከሎ ከዓ ናይቲ ሕብረተሰብ ዝነበረ ትሕዝቶ እጅትማዕየን ከመይ ነይሩ እቲ ሕብረተሰብ ኣካይዱ ኢነ ፈትራ ኣለቲ ዓሸተ ልኡመ ልዓረብያ ብዱን ዋሒ ኢላሂ ወላ መን የሕምል ሂዳየተሁ ማለት ኣብዚ እዋን እዚ ኣብቲ ሳቶም ዝነበርዎ ማለት እዮም ዋሒ ኣይነበሮምን እምነት ኣይነበሮምን እቲ ናይ ቀደም ዝነበረ ማለት እዩ ናይ ዓላዲን እብራሂም ዝነበሩ ውሑዳት እዮም ነይሮም ዳርጋ ረሱል ላ ሰለም ክመፅእ ከሎሲ ባፃብዕቲ ዝቁፀሩ ሰባት እዮም ዝኣምኑ ነይሮም ብኡ ንኣብነት ሕጂ ወረቃ ብን ነውፈል ዝበሃል ክንመፅእ ኢና ዳሕራይ ንኸዲጃ ረዲላሁ ዓንሃ ዘመዳ ቀረባ ዘመዳ ማለት እዩ ንሱ ካብቶም ሓደ ናይ ዲን እብራሂም ዝኣምን ዝነበረ ማለት እዩ ንረሱል ስ ሰለም ምስ መፀ ምስ ፈለጠ ብዛዕብኡ ነጊርዎ ንስኻ ካብቶም ረቢ ዝበሎካ ብዛዕብኦም ዝተነገርና ኣብቲ ናይ ቅድሚ ሕጂ መጻሕፍቲ ዝመጸ ማለት እዩ ኣብ ተውራት ወእንጂል ዝነበረ ብዛዕባ ረሱል ሰለላሁ ዐለይሂ ወሰለም ተነጊሮም እዮም ከመይ ዓይነት ዝኣምሰለ ነቢ ክመጽእ እዩ እንታይ እዩ ናሃቱ መዋሰፋት ማለት እንታይ ዓይነት ይመስል እንታይ ከጋጥሞ እዩ ተነጊሮም እዮም ስለዚ ይፈልጡ ነይሮም እዮም ስለዚ እሱ ምስ መጸ እንታይ ኢሉ ማለት እዩ እምበኣር ንስኻ ካብቶም ረቢ ዝነገረና እንተኾንካ ካብዚ ህዝብኻ ከውፅኡካ እዮም ኢልዎ ኣቦ ምኽሪ ጀይሩ ካብ ህዝቢ ህዝበይሲ ከውፅኡኒ እዮም ካብዚ ካብ ዓደይ ኢሉ እወ ክትወፅእ ኢኻ ክንደይ ሽግር ክትሕልፍ ኢኻ ከማን ኢልዎ ምንታይ ጠንቋላይ ኮይኑ ይኮነን ካብቲ ቅድሚ ሕጂ መጻሕፍቲ ዝነበረ ስለ ዝፈልጥ ሓደ ካብቶም ዝተረፉ እሱ ዝነበረ ኢልዎ ኣነ እንድሕር ስጋብ ሽዑ ከምኡ ትኸውን ተዘይ ሞይተ ክድገፈካ ኢልዎ ነቲ ሪሳላ ክመጽእ እንከሎ ተርኪበካ ማለት እዩ ጋና ከይኮነ ከሎ እዩ እዚ መጀመርታ ነጊርዎ ማለት እዩ። ስለዚ እንታይ ነይሩ ማለት እዩ እቲ ሓላ እጅትማዕያ ዝነበረ ካነት ጠዊለ ጅደን ወህየ ትልከ ለቲ በይነ እስማዒል ወነቢይ ልካትም ሙሓመድ ስ ላ ሰለም ምክንያቱ እቲ ሪሳላ ዝነበረ ማለት እዩ ካብ እስማዒል ዓለይሂ ሰላም ጀሚሩ ስጋብ ረሱል ዓ ሰለም ነዊሕ ግዜ እዩ ኣይነበረን መልእኽቲ ኣይመጾምን ማለት እዩ

ብዙሕ ባህሊ ሕማቅ ባህሊ ነይርዎም ጽቡቅ ባህሊ ነይርዎም ሕጂ ናይ ግድን ክነልዕል ኢና ካብቲ ጽቡቅ ባህሊ ክነልዕል ኢና ኢሉ ካብቲ ሕማቅ ባህሊ ከኣ ክነልዕል ኢና ምክንያቱ እቲ ሕማቅ ባህሊ ክንገድፎ እቲ ጽቡቅ ባሕሊ ከኣ ክንክተሎ ማለት እዩ ኣብቲ ናሃቶም ዝነበረ ማለት እዩ ኣብ በዓል ቁረሽ ዝነበረ ሕማቅን ጽቡቅን ኣብቲ እዋንቲ ማለት እዩ ንምንታይ ታሪኽ ናሃቱ እንድሕር ፈሊጥካ እቲ ሪሳላ ክመጽእ እንከሎ እንታይ እዩ ኣብ እስልምና ምስ መጸ ዝቀየረ ጠባያት ዓዳት ካልቸር ማለት እዩ ወይ ድማ ባህሊ ዝቀየሮ እንታይ እዩ ሕጂ ኩላትና ንዓና ትምህርቲ ዝኾነና እንታይ እዩ ኩላትና ኣብ ዓለም ዘለና ተፈላለየ ባህሊ ኣለና ተፈላለየ ዓዲ ኣለና ተፈላለየ ቋንቋ ኣለና ተፈላለየ ኣካዳድና ኣለና ተፈላለየ መግቢ ንበልዕ ተፈላለየ ኣተሓሳስባ ኣለና እዚ ከዓ ረብልዓለሚን ፈሊጡ ከምኡ ከሊቁና እዩ ኩላትና ወጃዓልናኩም ሸዑበን ወቀባኢለ ሊተዓረፉ ኢነ ኣክረመኩም ዒንደላሂ ኣትቃኩም ኢሉና ስለዚ ኩሉ ግዜ እንታይ ኢና ክንገብር ዘለና ካብ ካብ ተፋላለየ ዓዲ ይምጻእ እቲ እስላማይ እቲ እቲ ዲን ወሲዱ ምስቲ ናሃቱ ባህሊ የናጻጽሮ ማለት እዩ ኩሉ ግዜ ኣየናይ እዩ ምስኡ ዝኸይድ ኣየናይ እዩ ምስኡ ዘይኸይድ እቲ ዝኸይድ ምሰኡ ንወስዶ እቲ ዘይኸይድ ከኣ ንገድፎ ኣማ ንሕና ኖእ ወላሂ ንሕና ብባህልና ኢና ንሕና ሕጂ ኣብ ኢልቲዛም ዲን ምስ ሓዝና ማለት እዩ ኣብ ኩላትና ብኩሉ ቤተሰብ ዘሎ ማለት እዩ ኣብ ቤተሰብ ክልተ ኢኻ ትግማዕ ብዙሕ ግዜ يعني ኣብ ክልተ ትምቀል ወይ ኣብ ሰለስተ ትምቀል ገሊኦም እቲ ዲን ክሕዝዎ ዝደልዩ ሰባት ይህልው ማለት እዮም ገሊኦም ከዓ ብባህሊ ኢና ክንከይድ ዝደልዩ እንታይ እዚ ሓድሽ ዲን ተምፁልና ዘለኹም እንታይ ኢኹም ስኻትኩም ዓረብ ክትኮኑ ዘለኹም ትደልዩ ዘለኹም ይብሉኻ ዓረብ ክትከውን ደሊኻ ኣይኮነን ደቁኹም ንምንታይ ኣኹም ዓረብ ተምህርዎም ኣይኣኽሎምይ ትግርኛ ተማሂሮም ወይ ኣምሓርኛ ወይ ገለ በብቋንቁኡ ማለት እዩ ብጣዕሚ በቃ ምሻሎ ቀውምይን ያኒ ንናይ ዓዶም ጥራይ ብቻ ዝሓስቡ ያኒ ካልእ ደይደልዩ ማለት እዮም እቲ ዲንሲ ፍጹም ንዓረብ ይንበር ንዓና ኣይኮነን ዝብሉ ሰባት ኣለዉ ወላ እኳ ተኣመኑ እቲ ዘድልዮም ዘድልዮም ጥራይ ወሲዶም ላኪን ኣብ ኩሉ ክኣቱ ከምዘይክእል ዝዛረቡ ኣለዉ ማለት እዮም እቲ እቲ ካልእ ከኣ ወላ ካብቲ ባህሊ ዝፍቀደና ክንወስድ እቲ ዘይፍቀደና ከኣ ክንገድፎ ዝደሊ ከኣ ኣሎ ማለት እዩ ወሃከዛ ኣብ ኩሉ ፋሚሊ ከምኡ ኣሎ ማለት እዩ መብዛሕቲ ግዜ ሕጂ ኣብዚ ግርጭት ይርከብ ንምንታይ እቲ ሓደ ገገኛ ኢኻ እቲ ሓደ ገገኛ ኢኻ ይበሃል ማለት እዩ ስለዚ እብትላ እዩ ስብሓንላህ ምስ ናትካ ቀረባ ከማነይ ክንደይ እብትላኣት ይረኽበካ ማለት እዩ ንምንታይ ኩሉ ኣይኮነን ኣብቲ ፋሚሊ ወይ ኣብቲ ገዛ ወይ ኣብቲ ሕብረተሰብ በቲ ዲን ተኸቲሉ ክኸይድ ዝደሊ ሰብ የለን ማለት እዩ። ገሊኡ ናይ ካልእ መንገዲ ሒዙ ክኸይድ ይደሊ፣ ናይ ባህሊ ደስ ይብሎ ክኸውን ይኽእል፣ ናይ ካልእ ጽልዋ፣ ናይ ካልእ ሃይማኖት ጽልዋ ኣለዎ፣ ናይ ካልእ ገለ ኣለዎ። ፈሊዛሊክ እቲ እስልምና ክመጽእ እንከሎ ኣብ ዝኾነ ሕብረተሰብ ነቲ ናይቲ ሕብረተሰብ ዘሎ ብዙሕ ነገር ኸይሪ ነገር እንድሕር ኮይኑ ኣይትንክፎን እዩ።

ኩሉ ሰብ ኣብዚ ከተማታት እዚ ዝጸወዖ ማለት እዩ ልሙድ ከምዚ ሕጂ ኣብዚ እዋን ዘሎ ማለት እዩ ቁማር ዝጠላዕ ብገንዘብ ምፅዋት ማለት እዩ ብሓፂሩ ቁማር ንሕና ሕጂ ኣብ እስልምና ሎቶሪ ዝኾነ ኩሉ ዓይነት ኣይፍቀደናን እዩ ማለት እዩ ብተፈላለየ መልክዕ ኣይፍቀድን እዩ ስለዚ ኣላ ስብሓን ወተዓላ

ወል ኣንሳብ ኣንሳብ ዝባሃል ምት ዝጻወትሉ ከኣ ነይሮም ወል ኣንሳብ ወል ኣዝላም ተፋላለየ ዓይነት ናይ ቁማር ዝጻወትሉ ነይሩ ማለት እዩ ኢሉ ረቢ ልዓለሚን ሪጅስ ሚን ዓመሊ ሸይጣን ሕማቅ ስራሕ ማለት እዩ ካብ ናይ ሸይጣን ስለ ዝኾነ ፈጅተኒቡህ ለዓለኩም ትፍሊሑን እጅተኒቡ ማለት ጥቕኡስ ኣይትቕረቡ ማለት እዩ ግደፍዎ ጥራይ ዘይኮነ ጥቓ እቲ ቁማር ጥቓ እቲ መስተ ጥቓ እቲ ጠላዕ ጥቕኡ ክትቀርብ ከማን የብልካን ንሕና ንኣብነት ሕጂ ብዙሕ ሰብ ዘይርድኦ መስተ ንድሕርስኻ ዘይሰቲኻ እንታይ ሽግር ኣለዎ ምስኡ ኮፍ ተበልካ ይብል ማለት እዩ ኣብ እስልምና ዝሰተየ ዝተሰከመ ዘብጸሐ ኩሉ ሓደ ዓይነት እዩ ዝቁጸር ሰታያ እዩ ዝቁጸር ስለዚ ካብ ኣወሉ ካብ መጀመርትኡ ምግዳፍ ተዘይኮይኑ እቲ ዝበለጸ ምርሓቅ ምግዳፍ ዘይኮነ ምርሓቅ ኣጸቢቅካ ካብኡሲ ሕጂ ብቲ እዋንቲ ክመጽእ ኢና ጠብዓን እስልምና ከመይ ጌሩ ከም ዝሓረሞ ከምር ንባዕሉ ኣብቲ ህዝቢ ኣብቲ ውሽጦም ብጣዕሚ ምስቲ ደሞም ተዋሃሃደ እዩ ኔሩ ማለት እዩ መስተ ማለት ዓቢ ነገር እዩ ኔሩ ብዘይ መስተ ኣይነብሩን ኔሮም ብጣዕሚ እዮም ዝጥቀምሉ ኔሮም ማለት እዩ እዚ ሓደ ካብኡ ረቢ ሓሪምዎ ማለት እዩ ቀጺሉ እንታይ ብለና ማለት እዩ መበል ካልኣይ ነጥቢ ከኣ

ከምዚ ሕጂ ኣብ ተፋላለየ ቦታ መስተ ዝጥቀም ማለት እዩ ኣብነት ሕጂ ኣብ በዓል ስዊድን ፍሉጥ እዩ ቀዳምን ሰንበትን ክኸውን ከሎ ጅምዓት ምሸት በቃ ናይ መስተ መዓልቲ ኩሉ ሰብ ጠራሙዝ እንድሕር ኣብ ባቡር ብሕልፊ ትንቀሳቐስ ኮንካ ብባቡር ብእተብስ እንድሕር ትንቀሳቐስ ኮንካ ናይ ግድን ጥርሙዝ ጓዕጓዕጓዕ ጥርሙዝ ገጭ ገጭ ገጭ ክትብል ኢኻ ትሰምዕ ንምንታይ ኩሉ ገገዚኡ ገገዝኡ ንገዝኡሲ ገገዝኡ ይኸይድ ማለት እዩ። መስተ ሒዙ ወይ ናብቲ ብሓደ ኮይኖም ዝእከብሉ ወይ ናብ ገዝኦም ድዮም ወይ ኣብ ገለ ቦታ ተሰማምዕሉ ናይ ግድን እዩ ናይ ግድን። ጅምዓት ምሸት ናይ መስተ መዓልቲ ማለት እዩ። ቀዳም ምሸት፣ ቀዳም ለይቲ፣ ቀዳም መዓልቲ ኩሉ ናይ መስተ ሰንበት ናይ ግድን ክነቕሕሉ ስለ ዝደልዩ ሶኒ ናይ ግድን ስራሕ ስለ ዝኾነ ግዴታ እዩ ሰንበት ይጥቀምሉ ማለት እዮም ከም ዕረፍቲ ገይሮም ዝሰቲ ይሰቲ ዘይሰቲን ስራሕ ዝኸይድ ግን እታ ሽሙ ማለት ግን ምንቅስቓስ መኪና መስተ ሰቲኻ ኩልኩል ስለ ዝኾነ ክትሕተት ስለ ትኽእል ኣብ ስራሕ ብሕልፊ መኪና ናይ ስብሓን ኣላህ ኣነ ግርም እዩ ዝብለኒ ሓደ ካብቲ ዘምፅዎ ማለት እዮም ንሕና እስልምና ሓሪምዎ ንምንታይ ኢልና ንግረም ኣስላማይ ምምኪ ንምንታይ ተሓሪሙ ኢሉ ብጣዕሚ ይድነቅ ኣብዚ ዓዲ ኣብ በዓል ስዊድን ኒክተር ፈሬኒንግ ዝበሃሉ ኣለዉ መስተ ዘይሰትዩ ፈጺሞም ጌጋ ኢሎም ዝሪእዎ ማሕበር ኣለዉ ካብ ቀደም ኣትሒዞም ፈጹም መስተ ዝበሃል ኣይሰትዩን ጠቅሚ የብሉን ስለዚ ኢሎም ስለ ዝኣመንሉ ኣይሰትዩን እዮም ማለት እዮም ፍሉጣት እዮም ኣብዚ ዓዲ ስዊድን ኣለዉ ማለት እዮም ካልእ ሰብ ዘይኮነ ግን ንሶም ከም ማሕበረኛታት እዚ ማሕበር እዚ ናሃቶም ፍሉጥ እዩ ኒክተር ማለት ጹፉፍ ጹሩይ ካብ መስተ ዘይ ዘይትንክፍ ማለት እዩ ሕጂ እቲ መስተ ትሰቲ እንድሕር ኮንካ ኣብ ስራሕ ኣለዋ ማለት እየን ተን መኪና ክትዝውር ኮለኻ ናይ ግድን ክትነፍሕ ኣለካ ናቀደም ዓለ ኣሳስ ሰቲኻ ዶ ኣይሰተኻን ትምርመር ማለት እዩ ወላ ሓንቲ ወላ ንእሽተይ ተሰቲኻ እታ ማኪና ኣይትትስእን እያ ያኒ ኣነ ካብ ዝዓጅበኒ ያኒ ስብሓን ኣላህ ብስሚላ ንምንታይ እዩ እቲ እቲ መስተ ብዙሕ ነገር ጉድኣት ብዙሕ ሓደጋ ስለ ዘምፅ ስለ ዝፈልጥዎ ማለት እዩ ረቢ ልዓለሚን ነዚ ነዚ ነዚ እክትራዕ ከማን ገይሮም ፅፉፍ ከይኮነ ክዝውር ኣይክእልን እታ ማኪና ንባዕላ ኣይትንቀሳቐስን ከይኑ እታ ማኪና ያዕኒ መእሙራ ኣይትንቀሳቐስን እያ ወላ ክትቅሸ ካልእ ሰብ ጠብዓን ክንፍሓሉ ይኽእል ክንቀሳቐስ ይኽእል እዚታት ሜላ ምጥቃም ትኽእል እንዲኻ ግን ነፍሲ ሸክስ ግን በዓል ስራሕ እንድሕር ኮይኑ ግን እሱ መስተ ሰትዩ መጺኡ ከልዕላ ኣይክእልን እዩ እታ መኪና ናይ ስራሕ ኣብቶቡስ ድያ ታክሲ ድያ ወላ እዚኤን ኣሎ ስራሓውትታት ከኣ ማኪና ዘድልየን ስራሓውቲ ኣሎ መዓት ኣሎ ማለት እዩ እዚ ፍሉጥ እዩ ማለት እዩ ማንም ሰብ መስተ ሰትዩ ክቐርበን ኣይክእልን እዩ ስለዚ እዚ እቲ መስተ ማለት ማለት እዩ ብሕልፊ ኣብ ኣበይ ይጥቀምሉ ነይሮም እቶም ሃፋትም እቶም ገጠምቲ እቶም ኣለዉ ናይቲ ሕብረተሰብ ዓበይቲ ዝበሃሉ ማለት እዮም ይጥቀምሉ ወሊዛሊክ ረብልዓለሚን ከዓ ሓሪምዋ መስተ ክትሕረም ከላ ግን ከም ካልእ ኣተሓራርማ ኣይኮነን ዝተኸልከለቶ ቀስ ብቐስ እዩ ብሓንሳብ ረብልዓለሚን መፂኡ ግደፍዋ ኣይበሎምን ንምንታይ ኣብቲ ሕብረተሰብ ብጣዕሚ እትው ስለ ዝነበረ ቀስ ብቐስ መጀመርታ ከመይ ጌሮም ያኒ መስተ እንዳ ሰተዩ ይሰግዱ ነይሮም ኣይትስገዱ መስተ እንዳ ሰተኹም ተባሂሎም ዳሓረይ ካልእ ደረጃ መጺኡ መበል ሳልሳይ መጠረሽትኡ ፍጹም ኣይትቕረብዎ ትማ እጅተኒቡ እጅቲናብ ክበሃል ከሎ ካብ ታሕሪም ዝዓበየ እዩ ካብ ኣይትቕረቡ ማለት እኮ ብጣዕሚ ዝዓበየ ማለት ጥቃኡ ከይትቐርብ ንኣብነት ሕጂ እንታይ ይገብሩ ማለት እዮም ሕጂ መሰለን ኣብዚም እዘን ደቂ ኣንስትዮ ደቂ ተባዕትዮ ዝሃርምዎን ወይ ድማ ብፍርዲ ቤት ተኸልከሉ ንኸይቀርብዋ ነታ ጓል ኣንስተይቲ ክንደይ ሜትሮ ይውስኑሎም መስለኩም ያዕኒ ጥቓኣ ከይትቐርብ ኢሉ ይኽልከል ማለት እዩ እንኳን ዶ ከይድ ክዛረባ ወይ ክቐርባ ወይ እንደገና ምክንያቱ ንዓኣ ሴኪሪቲ መታን ክትከውን እታ ሰበይቲ ንሳ ወላ ደቃ መብዛሕትኡ ግዜ ማለት እዩ ኣሎ ከምኡ ከምኡ ሕጊ ገይሮም ኣይቀርባን እዩ ጥቓ ኣይቀርባን እዩ ኣሳሰን ኣይቀርባን እዩ ወሊዛሊክ ረቢ ልዓለሚን ከኣ ነቲ መስተ ከኣ ከምኡ ኢሉና ሙሽ ዶ ንኢ ክትሸጥዎ ወላ ክትሰርሕሉ ወላ ክት ኣብኡ ኮፍ ክትብሉ ወላ ክትዕልሉ ሰብ እንዳ ሰተየ ኣብቲ ጥቃ መስተ ዘለዎ ከማን ኣይትቅረቡ ኢሉና ማለት እዩ ሕጂ ሓደ ካብቲ ብጣዕሚ ዝሕዝነካን ብጣዕሚ ምንም ክትገብረሉ ዘይክእል ኣነ ኩሉ ግዜ ረቢ ይጀ ይጀምለና ረቢ ይሰልመና ዝብል ኣየር ክትከይድ ከለካ ኣየር ክትከይድ ከለኻ ሕጂ እንድሕር ማሻላህ ናብዚ ሕጂ ንዑምራ ገለመለ ክትከይድ ከለኻ ንበዓል ያኒ ሓጅ ክትከይድ ከለኻ የለን መስተ ዝበሃል ሰርቪስ ኣይገብሩልካን እዮም ኣየቕርቡልካን እዮም ናብ ካልእ ዓድታት ክትከይድ ከለኻ ግን ንዓኻ በይንኻ ይኮንካ ናብ ኣየር ተሰቒልካ ትኸይድ ካልኦት ስለ ዘለዉ ናይ ግድን መስተ እዩ እዚ እዚኦ ኣብ ጎንኻ ከፍ ኢሎም ኣብቲ ብድሕሬኻ ድዮም ብቕድሚትካ ድዮም እዚኦም እንታይ ክትገብር ትኽእል ስብሓንላ ነስኣሉላ ሰላማ ያኒ ምንም ክትገብር ስለ ዘይትኽእል ኣብ ኢድካ ስለ ዘየለ ረቢ ዓፉ ይበለና እምበር ኣብ መስተ ደኣኒ ኣብ ኣብ ኣየር ተሰቒልካ ደኣ ቢላህ ዓለይኩም መስተ ምቀረበ ነይሩ መስለኩም ያ ላኪን መን እዩ ዝሓሳብ እዚ ምፅእዎ ስብሓንላ ያኒ ነስኣሉላ ሰላማ እዩ ዘብል ኣልሙሂም ሳልሳይ ከዓ ነጥቢ ከዓ እንታይ ይመፅእ ኣሎ ማለት እዩ ኣለኹም ዶኒ ባረከላ ፊኩም ሃለዉ ዳኢመን ወኣበደን ረቢ ይሕፈዘኩም ወይሕፈዘና ጀሚዓ ሮሞዳን ወደይ ክማን ኣቲካ ኣለካ ኣህለን ወሳህለን ኩሉኩም ደቀይ ወኣሕዋተይ ኣሓተይ ኦኬ ስለዚ ስለዚ ተመሊስኩም ስለ ዘለኹም ክንቅፅል ኢና ንእሽተይ ክንደይ ደቂቃ ጌርና ኣለና ኣብዚ ዋይ ስብሓላ እቲ ግዜ ከመይ ዝኸይድ ዕስራ ደቂቅ ጌርና ማዕለሽ ስጋ ፍርቂ ሰዓት ክንገብራ ኢና እንሻላ ተዓላ ያሲን ከማን ኣለኻ ወደይ ይበይን ናይ ሱለይማን ባረከላ ፊክ ኣላ የርዳ ዓለይኩም ጀሚዓን ኦኬ ሳልሳይ ነጥቢ ከኣ ኣብ ሳልሳይ ነጥቢ ክንከይድ

ያኒ ዘሕፍረካ እዩ እንታይ ይገብሩ ነይሮም መስለኩም ቅድሚ እስልምና ምምፅኡ ማለት እዩ እዚ ኒካሕ እስትብዳዕ ማለት ታሰበይቱ ታሰበይቱ ንዕኡ ነቲ ሰብኣይ ማለት እዩ እታ ሰበይቱ ንዕኡ ፔርየድ ኮይና ምስ ወደአት ማለት እዩ ፔርየድ ትመ ይመፃ እሞ ምስ ወደአት እንታይ ይገብር ፈተጥሁር ካብቲ ፔርየዳት ፀሪ ማለት እዩ ካብቶም ኣለዉ ኣሽራፍ ቁረይሽ ዝበሃሉ ንኣብነት ካብቶም ኣለዉ ፍሉጣት ያዕኒ እንዳያታት ዝበሃሉ ፅቡቕ ዘለዎም ሃብቲ ድዩ መልክዕ ድዩ ገለ ድዩ ኣለዉ ዝበሃሉ ካብኣቶም ሰብ ይፅውዕ ማለት እዩ ንገዛእ ሰብኣያ እኳ እዩ ሕሰብዎ እሞ ንገዛእ ሰብኣያሲ ይፅውዕ ነታ ሰበይቱ መታን ክረኽባ ማለት እዩ። እቲ ሓሳብ እንታይ እዩ? መታን ንሳ ካብኡ ክትወልድ። እሱ ባዕላ ሰበይቱ እንዳሃለወትሲ ካብ ካልእ ሰብኣይ ኣምጺኡ ሸረፍ ዘለዎ እዚ እዚኦም ሸረፍ ዘይብሉ ስራሕ ማለት እዩ ወለደን የርት ሲፋት ልከማል ኣለቲ የሕምሉ ሃኡላኢካ ኣልዋጢኡነ ለሃ ያዕኒ ካብቶም ሸረፍ ዘለዎም ሰባት ንክኸውን ትዝወልዶ ማለት እዩ ሓደ እዚ ካብቲ ሕማቕ ስራሕ ማለት እዩ ሕማቕ ስራሕ ሕጂ ከ ኣብዚ እዋን እዚ ኣሎ ዶ የለን ባዕልና ንፈትሽ ኩላትና ኣብ ኩሉ ዓለም ኣሎ ዶ የለን እዚ ኩሉ እዚታት እዚ ንዝክሮ ኣሎ ድዩ ወላ የለን ኣብዚ እዋን እዚ ጠብዓ እስልምና ሓሪምዎ ኣብቲ እዋንቲ ነይሩ ላኪን ሃልፊ ዘማኒና ኣብዚ ንሕና ዘለናዮ ከንኢ ብሙስሊሚን ተዘይኮነ ብካልእ ኣብ ካልእ ሕብረተሳብ ወላ ብሙስሊሚን ከማን ዝወጹ ዝራሓቁ እስላም ይገብሩ ዶ እዚ ነገራት እዚ ኣይገብሩን ኩላና መስተ ሕጂ ኣብ ዓዲ እስላም የለን ኣሎ መሊኡ ሓዲት ወላ ሓረጅ መስተ ኣብ ኩሉ ቦታ ኣሎ እንዳ ባራት ኣሎ እንዳ ዲስኮቴክ ኣሎ እንዳ ገለ ኣሎ ኩሉ ነገር ኣሎ የለን ክንብል ኣይንኽእል ኢና ኣብ ሙስሊሚን ቢላድ ልሙስሊሚን ኣስላም ደቂ ኣስላም ጀደን ዓን ኣብ ስለዚ እዚ ሓደ ካብቲ ኖርማል ኣብቲ ካልቸር ተገቢሩ ማለት እዩ ቀፂሉ ዝመፅእ ነጥቢ እንታይ እዩ መብል ራብዓይ ማለት እዩ ካብ መጀመርታ እንታይ ኢልና ማለት ኢና ቁማርን መይሰርን መስተ ሳልሳይ ከዓ እዚ ኒካሕ ኣልእስትብዳዕ ዝብል ማለት እዩ ሰበይቱ ካልእ ሰብኣይ መፅኡ ክረኽባ እሞ ከጥንሳይ ዝገብር ማለት እዩ እዚ ሕማቕ ስራሕ

ንምንታይ ጓል ስለ ዝተወለደት ጓል ስለ ዝኾነት ይደፍንዋ ነይሮም ንምንታይ ዓር ከይመጾም ዓር ማለት እንታይ እዩ ውርደት ከይመጾም ምክንያቱ ጓል ውርደት ሒዛ ስለ ትመጽእ እንታይ ማለት እዩ ውርደት ሒዛ ትመጽእ ምናልባት ካልእ ሰብ እንድሕር ደፊርዋ ድዩ እንድሕር ምስ ካልእ ሰብ ከይዳ ብሕጋዊ ዘይኮነ መንገዲ ከይዳ ምሳሌ ጠኒሳ ውላድ ክተምጽያ እዝታት ስታት ስለ ዘሎ ንሳቶም እንታይ ኢሎም ባእባእ ብሓፈሽኡ ነጥፍኣያ ካብ መጀመርትኡ ከምኡ ዝገብሩ ነይሮም ማለት እዮም ኩሎም ዋላ እኳ ተዘይኮኑ ከምኡ ዓዳ ወይ ድማ ባህሊ ነይርዎም ማለት እዮም ኣጓላት ሕፍረት ስለ ዝኾና ዓር ከምጽኣ ስለ ዝኽእላ ብህይወተን ይድፈና ማለት እየን እስልምና ግን ወሊላሂ ኣልሓምድ ጓል ኣንስተይቲ ስለ ዘኽበረ ጋና ካብ መጀመርታ እስልምና ምስ መጸ ጋና እቱ ምስ በለ እዚ ስራሕ እዚ ከም ዝወነኖ ዘርእየና ጓል ኣንስተይቲ ስጋብ ክንደይ ናይ ከም ዘኽበረ እዩ ዘርእየና ጓል ክብርቲ ከም ምዃና፣ ጓል ፍትውቲ ከም ምዃና ብ እስልምና ጓል ሓደ ሰብ ሰለስተ ቆልዑት ዘዕበየ፣ ሰለስተ ጓላት፣ ሓንቲ ጓል ወይ ክልተ ጓላት እዕብይወን ጽቡቕ ኣብ ጽቡቕ ደረጃ ዘብጸሐን እዚኣተን ዮመል ቂያማ ንዑ ሕርዝ ይኾናሉ ሕርዝ ማለት ይካላኸላሉ ጀሃነም ከይኣቱ ይካላኸላሉ ነቦኦንን ነዲኤንን መዓል ኣሰፍ ንሕና ግን ከምኡ ኣረኣእያ እውን የብልናን ንሕና ኣብ እስላም ከማን ሕጂ ዋላ እኳ ደኣ ኣይድፈኑኻ እምበረይ ብሂወትካ ብሞራልን ብኻልእን ብኻልእን ግን ክንደይ እዩ ዝደፍነካ ጋና ካብ ቆልዓኻ ጀሚርካ ክንደይ ክንደይ ክንደይ ኢኻ ትሰምዕ ያዕኒ ወብእስሚ ዲን ከኣ በቲ ሽም ዲን ከኣ እምበረ ያዕኒ ያሬድ ከማን ብባህልና እዩ ብልምድና እዩ ኢሉኳ ሰብ ተ ሞራልካ ተቐተለካ እኮ ጸገም የብሉን ግን ብዲን ገይሩ በቲ ዲን ገይሩ ነቲ ዲን ልክዕ ነታ ሰበይቲ ዝመጸ ዲን ንሰብኣይን ንሰበይትን ዝመጸ ዲን እዩ እዚ እስልምና ንክልቲኡ ወለቀድ ከረምና በኒ ኣደም ኢሉ ረብል ዓለሚን። በኒ ኣደም ክበሃል ከሎ ከኣ ሓዋእን ኣደምን እዩ። ደቂ ኣዳም ማለት ሰብኣይን ሰበይትን እዮም። ሙሽ ሰብኣይ ጥራይ ኣይኮነን ረቢ ኣክቢርዎ። ረብል ዓለሚን ተፋላለየ ሓላፍነት ሂቡና። ተፋላለየ ክእለትን ፍልጠትን ሂቡና ክኸውን ይክእል። ላኪን ኣሳስን ግን ሓደ ኢና ከኢንሳንያ ግን ሓደ ኢና ማንም ሰብኣይ ካብ ማንም ሰበይቲ ዝበልጽ የብሉን ብዓቂድኡ ብእምነቱ ብዲኑ እዳ እዩ ረብል ዓለሚን ዝሓስቦ ዮመል ቅያማ እምበር ወዲ ተባዕታይ ስለ ዝኾነ ኣይኮነን ሰብኣይ ሰብኣይ ዝበሃል ከኣ ወዲ ተባዕታይ ስለ ዝኾነ ብተባዕ ተባዕታይ ምዃኑ ኣይኮነን እንታይ ደኣ ናይ ሰብኣይ ኣተሓሳስባን ናይ ሰብኣይ ኣሰራርሓን ክህልዎ ከሎ ረጁል ዝበሃል ረጁል ማለት ጀንትል ማለት እዩ ጀንትልማን ክኸውን ከሎ ማን ዝበሃል ስቕ ኢሉ ወዲ ስለ ዝኾነ ኣይኮነን እንታይ ደኣ ኣብ ተግባራቱ እዩ ሰብኣይ ዝበሃል ሰብኣይ ጀግና ዝበሃል ኣብዚ እዋን እዚ የለውን ሰብኡት ዳርጋ መዓል ኣሰፍ ያኒ እንቀሪዶም የለውን ያኒ ኣለዉ ኣወዳት ሰብኡት መሊኦም ላኪን እቲ መዋሳፋት ግን ዓ ያኒ ዳርጋ ሽብህ ሙንቀርድ ማለት የለን ክንብል ንክእል ኢና ንምንታይ እ እ ኩሉኩም መቸም እ ማለተይ ኣይኮንኩን ተስፋ ክቁርጸኩም ኣይደልን ተስፋ ኣይቆርጽን ኣነ ውን ኣልከይሩ ፍያ ወፊ ኡ ፊ ኡመቲ ኢላ ዮውሚ ዲን ኢሉ ረሱል ዓይ ሰለም ተስፋ ኣይንቆርጽን ላኪን ብብዝሒ ክንሰምዕ ከለና ግን መዓል ኣሰፍ ዝሕዝን ኩነታት ኢካ ትሰምዕ ናይ ወዲ ተባዕታይ ክበሃል እንከሎ እዚ ነገር እዚ ከዓ ኣብ ሓደ ሕብረተሰብ ከምኡ ረኣእያ እንድሕር ኣለዎ ኮይኑ እታ ጓል ኣንስተይቲ ዘናዕቕን እታ ጓል ኣንስተይቲ ዘየኸብርን እንድሕር ኮይኑ ክነግረኩም ሕማቕ ሕብረተሰብ ከም ምዃኑ እዩ ዘርእየካ ደዒፍ ሕብረተሰብ ሰነፍ ሕብረተሰብ ምዃኑ እዩ ዘርእየካ ንምንታይ ጓል ኣንስተይቲ ደዒፋ ማለት ኣብ ሓደ ሕብረተሰብ ብምሉእ እቲ ሕብረተሰብ ከም ዝባላሾ ክንፈልጥ ኣለና ምክንያቱ እታ ሰበይቲ ኣሳሳብ ዝኾነ ሕብረተሰብ ኣብቲ ፋሚሊ እታ ሰበይቲ እያ ኣሳስ ኣልኡም መድረሳ ኢሎማ ሰበይቲ እኳ ቤት ትምህርቲ እያ ሰበይቲ ተዘይ ጠቅያ እስኻ እንዳተደቆስካ ዝዓበየት ሰበይቲ ምንም ኣይትረብሕን ኢኺ እንዳተባሃለት ዝዓበየት ሰበይቲ ምንም ክትህብ ኣይትኽእልን እያ ፋቅድ ሸይ ላ ዩዕጢህ ስለዚ ጋና በናእሽተኤን ከለዋ እተን ደቅና ክንልምልመን ኣለና ንስኻትክን እኮ ተስፋና ኢኽን ንስኻትክን እኮ ከምዚ ክትገብራ ኢኽን ንስኻትክን እኮ ናይ ኡመትና ኣገደስቲ ውልቀ ሰባት ኢኽን ኢልና ክንካባኸበን ኣለና እዘን ዝውለዳ ደቂ ኣንስትዮ ሙሽ ገና ብቆልዓ ከላ እስኺ ደኣ ጓል እንዲኺ እስኺ ደኣ ኣበይ ከይትበፅሒ እስኺ ደኣ እታ ክገብረልኪ እንዳተባሃለ ጠብዓን ኩሉ ሰብ ከምኡ ይኮነን ላኪን ስቲል ከምኡ ኣሎ ለኣኑ ከምኡ እንዳረኣየ ስለ ዝዓበየ እቲ ወዲ ተባዕታይ ከምኡ እንዳ ረኣየ ስለ ዝሰምዐ እቲ ወዲ ተባዕታይ ነታ ጓል ኣንስተይቲ ሰበይቱ ኣብቲ ገዛ ከመይ እዩ ዘናዕቃ ገሊኡ ሰብኣይ ደቃ እንዳ ረኣዩ የናዕቃ እንድሕር ኣዲኦም ኣናዒቅሎም እቲ ሰብኣይሲ እንታይ ኣወለን ብምንታይ እዮም ረስፔክት ክህልዎም ወላ ነቲ ኣቦ ወላ ነቲ ሕብረተሰብ ወላ ነቲ ዲን ኣብ ካልእ ነጥቢ ከይንኣቱ ማዕለሽ ክንቅጽሎ ኢና እዚ ዓላ ኩሉ ሓል ረቢ ልዓለሚን እዚ ከም ዝሓርሞ እንሻኣላህ ያኒ ብዛዕባ ናይ ደቂ ኣንስትዮ ስፔሻሊ ክንዛረብ ከለና ክነምፅኦ ኢና ላኪን እዚ ሓደ ካብቲ ዓብ ዓላማ ኩሉ ግዜ ክንዝክሮ ከም ዘለና ጓል ኣንስተይቲ ረቢ ስለ ዘኽበራ ረቢ ልዓለሚን ከዓ እኳ ክብራ ከሎ ከዓ ንኢ ፍለጢ ኢልዋ ተዓለሚ ኢልዋ ተምሃሪ ኢልዋ ልክዕ ከም ወዲ ተባዕታይ በቲ ዝግባኣ በቲ ሸርዒ መንገዲ ገይራ ክኣሳ ንሕና ሕጂ ንደቂ ኣንስትዮ ድሑራት ስለ ዝኾና ያጀማዐት ኣልኸይር ደቂ ኣንስትዮ እኮ ኣብ እስልምና ምስ መጸ እኮ ክንደይ ዓሊማት እየን ተፈጢረን ክንደይ ዓሊማት ባዕላ ዓኢሻ ጥራይ ኣይኮናን ዓሊማት ነይረን ክንግረኩም ቁጽሪ ዘይብለን ዓሊማት ነይረን ኣብ ጅሃድ ተኻተኻፈልቲ መጀመርታ ዝሞተት ሸሂዳ ዝኾነት ጓል ኣንስተይቲ እያ ሱመያ ረዲየላሁ ዓንሃ ምስ ፋሚላ ብምሉኡ ኸዲጃ ረዲየላሁ ዓንሃ ቀዳመይቲ ሰበይቲ ኣሚና ንረሱል ስ ላ ሰለም ኣጆኻ ዝበለቶ ኣብ ጎኑ ኮይና ሰበይቲ ደይኮነትን እያ ሰበይቱ ኮይና እኮ እያ ኣጆካ ትብሎ ነይራ ኣብ ኣብ ገዛ ኣማኒት እኮ እያ ኮይና ብገንዘባ ብሂወታ ረሱል ዓይ ሰለም ኩሉ ግዜ ከመ ሰመስገነ መቸም ከዲጃ ዝገበረትለይ እኮ ንዓይ ማንም ኣይገበረለይን ይብል ነይሩ ረሱል ዓይ ሰለም ዓኢሻ ረዲየላሁ ዓንሃ ኣነ እዘን ኣንስቲ ዘለዋ ኣይኮናን ዘቅንኣኒ ኣነ ተቅንእኒ ሰበይቲ ኣብ ትሕቲ መሬት ዘላ እያ ትብል ነይራ ንከዲጃ ለኣኑ ኩሉ ግዜ ከዲጃ ረሱል ዓይ ሰለም ያኒ ገባሪ ጽቡቁ ኣይርስዕን ነይሩ ጽቡቅ ስለ ዝገበረትሉ ሎሚ ኣብዚ እዋን እዚ እታ ጽብቅ ዝገበረትሉ ሰበይቲ ንዓኣ እዩ ዝጠልማ ክነግረኩም ንዓኣ እዩ ዝኽሕዳ ወዲ ተባዕታይ ኩሉ ዘይኮነ ግን መብዛሕቶም ያኒ ኣነ ካብቲ ዝገርመኒ ማለት እዩ ትሕቲ እግሩ ኮይና ነቢራ ንዕኡ ኩሉ ነገር ክትገብረሉ እንከላ ንዕኡ ክሕጎስ ኢላ ክትጽዕረሉ ከሎ ንዓኣ ግን ይዘልማ ንምንታይ ረሱል ዓል ሰለም ከምኡ ኣይነበረን ኸዲጃ ገባሪት ጽቡቕ እዩ ዝብል ነይሩ መሓዙታ ክመጻ ከለዋ ንኸዲጃ ያኒ ከመይ ገይሩ እዩ ዝቕበለን ነይሩ ረሱል ዓል ሰለም ይልእኸለን ነይሩ ንዓኣ ያኒ ከረመን ንኸዲጃ ንዓኣ ኢክራመን ንዓኣ ክወስላ ንዓኣ ከምኡ ይገብር ነይሩ ወዓኢሻ ከምኡ ትብል ነይራ ኣነ ኸዲጃ እተቕንእኒ ትብል ነይራ ዕስራን ሰለስተን ዓመት ዝኣክል እዩ ምስ ኸዲጃ ተቐሚጡ ጋና ከይተመርዐው ከሎ ካልኣይቲ ሳልሰይቲ ራብዐይቲ ከይተመርዖ ከሎ ረሱል ላ ሰለም ጌጋ ክልኣለይ እንድሕር እቲ ዓመት ተተጋግየ ይመስለኒ ግን ዓፍወን ምሽ ዕስራን ሰለስተን ዕስራን ሰለስተን ኣይኮነን ዓሰርተ ክንደይ ዓመት ዓሰርተ ሰለስተ ዓመት ድዩ ወላ ገለ ዕስራን ሰለስተን ዓመት እቲ ሪሳላ ብምሉእ እዩ ንሳ ሞይታ እያ ጠብዓን ቅድሚ ዓሰርተ ክንደይ ዓመት ግን ምስኣ ተቐሚጡ እዩ ሳሕሑን እያ ጀማዓ ትፈልጥዎ ኣርሙኒ ዓሰርተ ሰለስተ ዓመት ድዩ ምስ ከዲጃ ይመስለኒ ዓሰርተ ሰለስተ እያ ኣልሚሂም ያኒ ብዙሕ ዓመታት እዩ ምስኣ ምስኣ ተቐሚጡ ውንሳ ተዓብዮ ነይራ ብክንደይ ዓመት ተዓብዮ ነይራ ትፈልጡ ኢኹም ብዕድመ ሰ ኣትበልጾ ነይራ ብገንዘብ ብሃፍቲ ሰ ኣትበልጾ ነይራ ከዲጃ ታጅራ እያ ነይራ ነጋዲት እያ ነይራ ኣብዚ እዋን እዚ እንታይ እዮም ዝደልዩኻ እቶም ደቂ ተባዕትዮ ጓል ኣንስተይቲ ክትድቆስ ክትጠፍእ ክትረኣይ ክትስማዕ ኣይደልይዋን እዮም እስልምና ግን ከምኡ እይኮነን ደቂ ኣንስትዮ ኣብ ትሕቲ እስልምና እየን መንነተን ኣፍሊጠን ምርጫ ይመርጫ ይመርጻ ነይረን ኣወል በይዓ ኣልኡላ ወልበይዓ ኣልታንያ ደቂ ኣንስትዮ ነይረን መሪጸን ልክዕ ኣብቲ ፖለቲካ ከማን ተኻፈልቲ ነይረን ማንም ኣይበለን ንስኻትክን ደቂ ኣንስትዮ ኢኽን ኣይትካፈላን ኣይበለን ናይ ናይ ናይ ኢሮጳ ደቂ ኣንስትዮ መዓስ እየን ክመርጻ ጀሚረን ትፈልጡ ዲኹም ነዊሕ ኣይኮነን ገይሩ ምርጫ ዝጀመረኦ እስልምና ግን ምስ ክመጽእ እንከሎ እዩ ኩሉ ሕቑቕ ንጓል ኣንስተይቲ ሂብዋ ኩሉ ዝግብኣ ረቢ ዝፈተወላ ሓቂ ንዓኣ ዝሓሻ ዝበለ ዝመረጸላ ናይ ረቢ ምርጫ ንዓና ዓቢ ምርጫ እዩ ካብኡ ንላዕሊ ኣይንደልን ኢና ምር ውርሻ ፍርቂ ኢኽን ትወስዳ ዶ ይብሉና ክትምስክራ ከለኽን ፍርቂ ኢኽን ትምስክራ ዶ እንታይ ዶ ምንታይ ዶ እዚ ኩሉ ሽብሃት እንድዩ ክንመጾ ኢና ላኪን ንዓና ረቢ ዝሓሸ ኢሉ ስለ ዝገበሮ ሙኣከድ ብዘይ ጥርጣረ እሱ ዝበለጸ እዩ ንዓና። ጓል ኣንስተይቲ ክትምስክር ከላ ካልኣይታ ትምጻእ ዝበለ ጠቕሚ ስለ ዘለዎ እዩ ረቢ ልዓለሚን። ፍዕለን ጓል ኣንስተይቲ እኮ ቀሊል ኣይኮነን ኣብ ጠሩነት ዘለዎ ድዩ ኣብ ደም ዝበዝሖ ድዩ ዓይና መሊኣ እኮ ኣይትርእን እያ ጓል ኣንስተይቲ ከም ወዲ ተባዕታይ ልኣኑ ሴንሰቲቭ እያ ሽ ስሚዕ ብስምዒታ ትኸይድ እያ ኩሉ ነገር ክተስተውዕል ኣይትኽእልን ኣብቲ ስምዒት እቲ ተኸየሉ ውላዳ ክቐተል ከሎ ንበል ወይ ገለ ነገር ትርኢ ሙሉእ ዓይና ጌራ ትርኢ ዶ ኣይትርኢን እያ ስለዚ ካልእ ካልኣይቲ ሳልሰይቲ ምስኣ ክትህልዋ ከላ ክተዛኻኽራ እዩ ረቢ ልዓለሚን ከ ከምኡ ኢሉ ምሽ ንዓ ን ጓል ኣንስተይቲ ሓንጎል የብላን ስለ ዘይኮነት ኣይኮነን እም ውርሻ ፍርቂ ክንዲ ሓዋ ፍርቂ ትውሰድ ዝበላ ስለ ዘይግባኣ ስለ ኣይኮነን ብዙሕ ተፋሲል ኣለዎ ላኪን ንሕና እ፣ ካ- ቅድሚ እቲ እስልምና ዝነበረ ዳርጋ ከምኡ ዓይነት ኣተሓሳስባ እዩ ዘለና ኣብዚ እዋን እዚ ኣስላማይ ኮይኑ ይገደካ ካብቲ ኣስላማይ ዘይኮነ ኣብዚ እዋን እዚ ንጓል ኣንስተይቲ ኣታሒቱ ተማሂራ ድያ ኣይተማሃረት ድያ ፈሊጣ ድያ ኣይፈለጠት ኩሉ ግዜ ብታሕቲ ገይሩ ዝሪኣ ንምንታይ እስልምና ኣታሒቱ ኣይሪኣን ጓል ኣንስተይቲ ብጣዕሚ ቦታ ሂብዋ እዩ ኣደ ኮይና ቦታ ሂብዋ ሓፍቲ ኮይና ሰበይቲ ኮይና ጓል ኮይና ኩሉ ነገር ኮይና ኣኽቢርዋ እዩ ወሊዛሊክ ካብ መጀመርታ መፂሉ ኣይትቕተልወን ኣይትውኣድወን ኣይትቕበርወን ብምቕታል ጥራይ ብሂወተን ዘይኮነ ወላ ብሓንጎለን ወላ በተሓሳስበእን ኣይተደንቁርወን ሰበይቲ ወሲድካያ ኣይተደንቁራ ብጀካ እሳ ከም በጊዕ ንዓኻ ክትክተለካ ኣይትድለያ ሰብ እያ ክትማዕብል ደስ ይበልካ ኣብ ጽቡቕ ደረጃ ክትበጽሕ ደስ ይበልካ ኣብ ጎና ኣጆኺ ኣለኹልኪ ኣነ ኩሉ ነገር ክሕግዘኪ እየ በላ ገሊኦም ደቂ ተባዕትዮ ወላሂ ኣልዓዚም ሰነፋት እዮም ኣይተሓዙለይ ንምንታይ ትፈልጡ ጓል ኣንስተይቲ ክቋጻጸራ እንከሎ ኩሉ ግዜ ዘልኣለም ተቋጻጸራ ይመስሎ ኣይከውንን ጓል ኣንስተይቲ ብፍቕሪ ኢኻ ክትቋጻጸራ ትኽእል ልባ ተተቋጻጺርካዮ ኸላስ ናሃትካ እያ ካባኻ ኣይትወጽእን እያ ካባኻ ትደልዮ ነገር ዘይትደልዮ ነገር ክትገብር ኣይትደልን እያ ኣማ እነ ከምዚ ዲክታቶር ኮንካ ክትቆጻጸራ ግን መዓል ኣሰፍ ኣይትዕወትን ኢኻ ስጋብ መጠረሽታ እዚ ሓደ ካብዚኦም ኣናእሽተይ ስፔሻል እቲ ምርዐዉ ሸባብ ዘለኹም ጠብዓ ናይ ሎሚ ወላ ከምኡ ክትገብርዎ እንተበልኩን እውን ካብቲ ገደብ ወፅየን ስለ ዘለዋ ዲን እንድሕር ዘይመልከካ ኮይኑ ከዓ ካልእ ነገር እዩ ዝመልከካ ሕጂ ሻዓ እቲ ሽግር ዘሎ እቲ ወዲ ተባዕታይ ካኣ ወላ በቲ ዲን ንኪድ እንተበላ ካኣ ክንደይ ሰበይቲ ካኣ ካብቲ ዲን ወጺኣ ካብቲ ባህሊ ወጺኣ ናይ ካልኦት ተመራሕቲ ተከተልትን ኩርኩር ኮይና ኣላ ጓል ኣንስተይቲ ካኣ ከምኡ እዚ ካኣ በርዱ ሓደ ዓቢ ሽግር እዩ ስለዚ ላቲ ኮይ ጽቡቅ ወላቲ ጽቡቅ ማለት እዩ ቀጺሉ ሓምሻይ ነጥቢ ማለት እዩ ኣቢለኩም ደኒ ሳሙሑኒ እንድሕር ካብ ገደበይ ሓሊፈ ደቂ ተባዕትዮ ያኒ ደቀይ ኣሕዋተይ ኩልኹም ሳሙሑኒ ላኪን እዚታት ጠባዕን ብደቂ ተባዕትዮ ሓቂ ተዛረቡ ሓቂ ተዛረቡ እዚ ዘረባ እዚ ብሽዩኽ ሰሚዕኹሞ ሰብኡት እትፈልጡ እስከ ንገሩኒ ብዚኣ ቢላህ ዓለይኩም ከምኡ ኢሎም ደቂ ተባዕትዮ ሽዩኽ ኣልዒሎምልኩም ይፈልጡ ኣነ ሸሪዓ እንዳተማሃርና ስብሓንላ ሓደ ዶክተር ነይሩ ኩሉ ግዜ ብዛዕባ ደቂ ኣንስትዮ ስለ ዝካታዕ ስለ ዘብል እንታይ ይብለኒ ነይሩ ምስለኩም ኣላሁመ ሰሊ ወሰለም ወባሪክ ዓላ ነቢይና ሙሓመድ እንታይ ይብለኒ ነይሩ ኣነ ሲ ይብሎ ማለት እዩ ኩሉ ግዜ ሲ ንደቂ ኣንስትዮ እውን ሲ ብዘይንረክብ ሲ ንምንታይ ኢና ይብሎ ነይረ ማለት እዩ ሕጂ ይብለኒ ካብቶም ዑለማ እንተደሊኺ ኣቡ ሓኒፍ ኣለኪ ይብለኒ ነይሩ ኣቡ ሓኒፍ ንዕማኒ እቲ ናቱ ፊቅህ ኩሉ ብጣዕሚ ንደቂ ኣንስትዮ ዝድግፍ ናቱ ኣንብቢ ይብለኒ ነይሩ ስለዚ ንሕና ኩሉ ግዜ ኣነ ኣልሓምዱሊላህ ረቢ ዓለሚን ዝብል ረሱል ላ ሰለም እቲ ናቱ ላይፍ እቲ ናቱ ሂወት እቲ ናሃቱ ከመይ ከም ሙዓመላ ናሃቱ ዝነበረ ምስ ደቂ ኣንስትዮ ክትርኢ ከለኻ እኹል እዩ ናዓና ኣየድልየናን እዩ ካልእ ሰብ ዋላ ተዘየርእየና ምኽንያቱ ኣሕዋትና ረቢ ተዐዊትዎም ተርእዮምና ጽቡቕ ኣሰብኡትና ረቢ ተዐዊትዎም ተርእዮምና ጽቡቕ ተዘየለ ግን የክፊና የክፊና ሙሐመድ ሰለላሁ ዓለይሂ ወሰለም ንሕና ኣብቲ ናቱ ኣብቲ ናሃቱ ሕዝብ ኣብቲ ናይ ሕዝብ ረሶል ዓይ ሰለም ኣብቲ ናሃቱ ሓውድ ኣብቲ ናሃቱ መንገዲ ጥራይ ረቢ የጽንሓና ወላ ደቂ ተባዕትዮ ከምቲ ዝግብኡ ተዘይ ዓመሉክን ኩሉ ግዜ ናብ ዲን ተተጸጊዕና ተወጺዕና ኣይንውጻዕን ለኣኑ ረቢ ኣለና ረቢ ኩሉ ግዜ ምሳና ኣሎ ወረሱል ሰለዓይ ሰለም ምሳና ኣሎ ቀንዲ እሱ እዩ ንዓና ዘድልየና ማለት እዩ። ኣማ ካልእ ደስ ይብለካ ሕብረተሰብ ናሃትካ ኣስላማይ ኮይኑ ደጋፊካ ኣጆካ ባሃላይ ክከውን ኣብ ኩሉ ነገር እየ ኣነ ዝብለኩም ዘለኩ ናዓይ ብውልቀ ማለተይ ኣይኮንኩን ኣነ ዝብለኩም ዘለኩ ሕጂ ኣብ ኩሉ ተፋናለየ ሸነካት ክንደይ ደቂ ኣንስትዮ ንፋዓት ኣለዋ እመኑኒ ክንደይ ክንደይ ኣለዋና ግን ኣይወጻን እየን ላኣኑ ኣይደፍራን እየን ኣይደፍራን እየን ምክንያቱ ነዚ መንገዲ እዚ ክትወጾ ክትደፍሮ ክንደይ ነገር ሓሊፍካ ክንደይ መስዋእትነት ከፊልካ ኢካ ትክእሎ ናይ ክንደይ መጀመርታ ክትሰምዕ ከለካ ብጣዕሚ ፈጥ ፈጥ ትብል መዳሓልኣይ ክትስምዕ ከለካ ንምንታይ ከምዚ ይብሉኒ ትብል ቀስ እንዳበልካ ቀስ እንዳበልካ ያዕኒ ብልምዲ ብ ያዕኒ ከምዚ ወለድና ዝብልኦ ማለት እዩ ልብን ሳዕርን እንዳሓደረ ይዓቢ ስብሓነላ ሓቆም እዮም ያዕኒ እንዳለበምካ እንዳለበምካ እንዳፈለጥካ ክትከድ ከለካ ፐርሰናሊቲ ኣይትወስዶን ኢካ ሰብ ማንም ሰብ ናይ ባዕሉ ርእይቶ ክህልዎ ይክእል እዩ ጣላማ ፉስሓ ኣብቲ ዲን ፉስሓ ኣሎ ኮይኑ ኣብቲ ዲን ይፍቀድ ኣሎ ኮይኑ ተፈላለየ ርእይቶ ክህልወካ፣ ተፈላለየ ኣተሓሳስባ ክህልወካ፣ ተፈላለየ ኣካይዳ ክህልወካ ስጋብ ዝፍቀድ ዝኾነ ማንም ንማንም ወናናይ ኣይኮነን። ኣብቲ ዙምራ ዝኣተወ እንድሕር ኮይኑ ሰብ ንምንታይ ከም ናተይ ዘይኮንካ ኢልካ ክተግድዶ የብልካን ማለት እዩ። ስለዚ ወሊላሂ ልሓምድ እስልምና ብጣዕሚ ተንካባኺቡ ንጓል ኣንስተይቲ ሒዝዋ ማለት እዩ። ካልኣይ

ካብ ድኽነት ንታሕቲ ዘሎ ድኽነት ክበሃል እንከሎ ማለት እዩ ኢምላቕ ይበሃል በቃ ብጣዕሚ ዋላ ሓንቲ ዘይብልካ ማለት እዩ ማዕዱም ክትከውን ከለኻ ንዕኡ ፈሪሕኩም ሲ ኣይትቕተልዎም ደቅኹም ኢሉና ረቢ ልዓለሚን ንዕማ እዮም ርዝቂ እዮም ክንደይ ሰብ እኮ ቆልዓ ክወልድ እንዳደለየ ዘይወለደ መኻን ኮይኑ ይተርፍ እዩ ፈከመይ ጌርና ንሕና ረቢ ልዓለሚን ሂቡና ረቢ ረዛቃይ እንኳን ዶ ንዓና ንደቂ ሰባት ንእንስሳ ከማነይ ሓንቲ ዒፍ ንጎሆ ትወፅእ ትኸይድ ተመሊሳ ምግቢ ሒዛ ነተን ደቃ ትመጽእ ማለት እዩ። ረቢ ስለ ዝዘርቕ ስለ ዝረዝቕ ዓፎን ክነብል ኣይግባእናን ማለት እዩ። ብተኻእለ መጠን እተን ሕማቕ ነገራት ክንውደአን ዝክር ዝክር ክነብለን ናብቲ ዳሕራይ ኣብ መጻኢኻ እቲ ሓሰናታት ክነልዕሎ መታን ኢሉ ማለት እዩ።

ተቐሊዐን መልክዐን የርእያ ነይረን ማለት እየን። ከምዚ ሕጂ ኣካይዳ ዘሎ ማለት እዩ። ኳዕ ኳዕ ኳዕ እንዳበለት ትኸይድ። ኩሉ ፊትና ናሃታ መልክዓ ጨጉራ ድዩ ወላ ኩሉ ነገራታ እንዳረኣየት ማለት እዩ ብደቂ ተባዕትዮ ትሓልፍ ነይራ። እዚ ረብልዓለሚን ከኣ ሓሪምዎ ከምኡ ንኸይከውን ተኸልኪሉ ማለት እዩ። ኣብቲ እዋን እቲ እዚ ኖርማል እዩ ነይሩ ብኣቶም ማለት እዩ። ኣብ ጃሂልያ ኮነ ኢላ ንደቂ ደቂ ተባዕትዮ ንዓኣቶም ኢቕራእ ክትገብረሎም ክተወስውሶም ወይ ድማ ኢቕራእ ማለትሲ ክትስሕቦም ብሓጺሩ ንኣብነት እዚ ነገር እዚ ሕጂ ክትገብር ሓን ሰበይቲ ኣብ መዓስ እዩ ዝፍቀደላ ምስ ሰብኣያ ምስ ሰብኣያ ሓላላ ዝኾነ ከምኡ ክትገብር ብተፈላለየ መልክዕ ንዕኡ ክተቐርዮ ወይ ድማ ክትፅብቐሉ ኣይከልከለን ማለት እዩ ኣማ ካልኦት ኣጃንብ ማለት እዮም ማሕረም ናታ ዘይኮኑ ዘይፍቀዳ ንዓቶም ብከምኡ መልክዕ ክትቀርብ እወ ኣዛራርባኣ ተቀኑጅ ክትገብር ከምዚ ኣባህላይ ኣዛራርባ ከመይ ይመስለኩም ከምዚ ያኒ ደቂ ኣንስትዮ ዝዛረበኦ ኣሰሓሕቃ ድዩ ኣዛራርባ ድዩ ረቢ ዘይፈትዎ ማለት እዩ ከምኡ ክገብራ ተኸልኪልና ማለት እዩ ኣብ እስልምና ተኸልኪሉ ኢቕራእ ንክገብራ ብከምኡ መልክዕ ንክኸዳ ማለት እዩ ስለዚ ሙተገንጃ ኢሉና ማለት እዩ ፊ መሸቲሃ ኣብ ኣካይዳኣ ንኣብነት ሕጂ ኣበይ ይረኣ ይመስለኩም ሙተከሲራ ከኣና ተዕርድ ነፍስሃ ወትቕሪ ቢሃ ገይራ ከምዘን ሕጂ ፋሽን ክዳውንቲ ዘርእያ ሪኢኹም ኣለኹም ኣካይደን ከመይ ዝስበራ ዘለዋ ይመስላ ከምኡ ኣካይዳ ዝኸዳ ከምኡ ያኒ ሕንኩል ሕንኩል እንዳበለት ትኸይድ ከምኡ ማለት እዩ ያኒ ኣካይዳኣ ከምኡ ዓይነት ረሱል ላ ሰለም ነዘን ከምዚአን ደቂ ኣንስትዮ መልቅያማ ክቐርብ ከሎ እንታይ ኢሉ

እቲአን ሓራኢር ያኒ ሓራኢር ደቂ ኣንስትዮ ሑር ዝኾናሲ ውሽማ ማለት እዩ ብሓፂሩ ብትግርኛ መስለን ንውሽማ እዩ ክኸውን ዘለዎ ሙተኺዛቲ ኣኽዳን ያኒ ምስኣቶምሲ ብምሽጥር ፍቕሪ ምክያድ ማለት እዩ ሰብ ከይፈለጦ እሱ ተሓቢኡ ንሳ ተሓቢኣ ሙተኺዚና ሙተኺ ወላ ሙተኺዛቲ ኣኽዳን ደቂ ኣንስትዮ ከይትገብራ ከምኡ ዓይነት ዕላቃ ወይ ድማ ሪሌሽን ውሽማ ከይትገብራ ኢሉና ረብል ዓለሚን ደቂ ኣንስትዮ ንደቂ ተባዕትዮ ከዓ ወላ ሙተኺዚ ኣኽዳን ንዓኣቶም ከዓ ንኢ ኣንቱም ደቂ ተባዕትዮ ንስኻትኩም ከዓ ውሽማ ደቂ ኣንስትዮ ኣይትሓዙ ተባሂሎም ማለት እዩ ሕጂ እንድሕር ሪኢና ጓል እስላመይቲ ኣብ ኣስላማይ ብመርዓ ብሓላል ክረከብ ኣለዎ ብዙሕ ግዜ ጠብዓን ንሕና ጓል ኣንስተይቲ ኣስላመይቲ ኣል መፍሩድ ከም ተለመደ ንሕና ኣብ ጀነሬሽን ናህና ወላ ኣብ ዴታትና ጓል ኣንስተይቲ ፍጹም ወላ ተመርዕያ ወላ ዘይተመርዓወት ውሽማ ዝበሃል ኣይትፈልጥን እያ ውሽማ ኣይትሕዝን እያ ብሓላል ትምርዖ ትፋታሕ እንደገና ብሓላል ትምርዖ ትፋታሕ እንደገና ብሓላል ትምርዖ በስ ሕጂ ግን ኣብዚ እዋን እዚ ግን ዓርኪ ዝበሃል ማለት እዩ ሙተኺዳት ኣኽዳን ማለት ዝኸልኮ ረቢ ዓርኪ ማለት እዩ ሳሒባ እንድዩ ዓርካ እንድዩ ዓርኩ እንድያ እዚታት ንሕና ኣብ እስልምና ዓርኪ ዝባሃል ንባዕሉ ሙስጠላሕ ናህና ኣይኮነን እስልምና ሰብኣያ ሰበይቱ ካልእ የለን ካልእ ሙስጠላሕ የለን ክንጥቀም ኣይግባኣናን ማለት እዩ እዚ ቅድሚ ሕጂ ዝነበረ ኢዩ ማለት ኢዩ። ተዕርክነት ማለትሲ ሓድሽ ነገር ኣይኮነን መጺኡ። ሕጂ ግን ኖርማል ኮይኑ። ገሊኡ ሰብ ስብሓነላህ እቲ ሰብኣይ ሰበይቲ ኣላቶ ምሽ ዓርኪ ኣላቶ ካልእ ዓርኪ እንዳሃለወቶ ክሰምዕ እንከሎ እቲ ሕብረተሰብ ኣስላማይ ናህና ብሕልፊ ትግርኛ ተዛራባይ ማለት ኢዩ ወላ ሓንቲ ኣይዛረብን ኢዩ ኩሉ ሰብ ይፈልጥ ኢዩ ኣፉ ኣይከፍትን ኢዩ ዓርኩ ኣላቶ እከለ ውሽማ ኣላቶ ውሽማ ገይሮም ይሕዙ ማንም ሰብ ኣይዛረብን ኢዩ ላኪን ዓቕዲ ገይሩ ካልኣይቲ ሰበይቲ ክምርዖ ከሎ ግን ኩሉ ሰብ ኢዩ ጦርነት ዘልዕል እተን ደቂ ኣንስትዮ ጦርነት የልዕላ ነታ ሰበይቲ ክድግፋ እቲ ሕብረተሰብ ካልእ ዘሎ ከኣ ኩሉ ጦርነት የልዕል ብሓላል ስለ ዝኾነ ብሓራም ግን ኣፉ ኣይከፍትን እዩ ኣነ ካብቲ ሓደ ዝገርመኒ ተናቁድ ካብዚ ዝዋቃዕ ዳብል ሞራል ዝበሃል ዝዋቃዕ ነገር ማለት እዩ ንምንታይ ኢና ንሕና ስጋብ መዓስ ኢና ከምኡ ተዋቃዓይ ነገር ኣተሓሳስባ ክህልወና ማለት እዩ መሪፅና ዲና ኣስላም ክንከውን ናይ ግድን እቲ ኣሕካም ናይ ረቢ ክንቅበሎ ኣለና ማለት እዩ ብውሽማ ከልኪሉና ብሓዳር ፈቂዱልና ሰብኣይ ኣርባዕተ ሰበይቲ ክምርዖ ፈቂድዎ ነታ ሰበይቲ ከማን ሓላል ስለ ዝኮነ ማለት እዩ ንሰብኣይ ጥራይ ኣይኮነን ስብና ቅድሚ እስልምና ብዙሓት ኣንስትዮ እዮም ዝሕዙ ነይሮም እስልምና ግን ኣርባዕተ ጥራይ ፈቂድሉ እዘን ኣርባዕተ እዚኤን ብዕሊ ክገብሮ ኣሕካም ኣለዎ ጠብዓን ላኪን ዑሙምን ይፍቀድ እዩ ማለት እዩ ከምዚ ክኸውን ኣለዎ ከምዚ ክኸውን ዝበል ይትረፍ እሞ ሓላል ከም ምዃኑ ክንኣምን ኣለና ሓደ ደቂ ኣንስትዮና ወለ ደቂ ተባዕትዮና እቶም ደቂ ተባዕትዮ ከዓ ካልኣይ ክምርዑ ዝደልዩ ሳልሳይ ዘለዉ ከዓ እስከ ጀጋኑ ኮንኩም ሰብኡት ኮንኩም እስከ ብዕሊ ክትገብሩ ጀምሩ እታ ሰበይትኹም ፈሊጣ ብዕሊ ግበርዎ ኣማ ብምሽጥር ክትገብርዎ ግን እታ ሰበይቲ እታ ካልኣይቲ ሳልሰይቲ ትጉዳእ ስለ ዘላ ጠቅሚ የብሉን እዩ እዚ ከኣ ሕክሙ ናይ ረቢ ስለ ዝኾነ ከኣ ዘሕፍር ነገር ኣይኮነን ኣብቲ ውሽማ እኳ ብዕሊ እንዳ ገበርኩሞ ኣብቲ ዓቅዲ ከኣ ብምሽጥር ትደልይዎ ኣንቱም ደቂ ተባዕትዮ ንምንታይ እኹም ኣነ ኣይርደኣንን ማለት እዩ ብዙሓት ኣለዋ ጠብዓን ብምሽጥ ተገዲድካ ሕራይ ትብል ኢኻ ኣይትገብርን ማለት ኣይኮነን ኣይንገብርን ደቂ ኣንስትዮ ማለተይ ኣይኮነን ንገብር ኢና ምኽንያቱ ሓላል ስለ ትደሊ ክትዕፈፍ ስለ ዝትደሊ ብሓራም ክትከይድ ስለ ስለ ስለ ትደሊያ እምበር ማንም ሰበይቲ ተሓቢኣ ክትነብር ትደሊ የላ ማንም ሰበይቲ ላኪን እቲ ሰብኣይ እዩ ከምኡ ዘግብራ ዘሎ እሱ ካብቶም ዓንቶ ዝበልናዮም ጀንተላት ስለ ዘይኮነ እሱ እዩ ናብ ከምኡ ዘብጽሓ ዘሎ ሙምኪን ይብላ ንቁርብ ግዜ ሙምኪን ከምዚ ምኽንያት የግብረላ ድሓር ምስ ኣተወ ካልእ ይኸውን ብዙሕ ኣስባብ ኣሎ ማለት እዩ ብዙሓት ኣለዋ ሕጂ ኣብ ምሽጥር ተመሪዐን ዝነብራ ማለት እዩ

ያኒ ሱብሓነላህ እዚ ጠብዓን በርዱ ዓቢ ነጥቢ እዩ እንሻኣላህ በርዱ ንበይኑ ክንብለሉ ኢና እንታይ እዚ እዚ ዓሰብያ ዝበሃል ማለት እዩ ሓደ ሰብ ንህዝቡ ንቀቢላ ናሃቱ ንዓዱ ጥራይ ኩሉ ግዜ ጥራይ ደጋፋይ ዝኸውን ማለት እዩ ብዘይ ግድፍ ኣ ብዘይ ግድስ ኣብ ሓቂ ኣለዎ ወላ ኣብ ሓቂ የለውን እስልምና እሳቶም ከምኡ እዮም ነይሮም ሕጂ እንሱር ኣኻካ ዛሊመን መዝሉመን ጥራይ ናሃቱ ወዲ ዓዱ ናሃቱ ቀረባ እንድሕር ኮይኑ ዛላማይ ዘላማይ ይኹን ተዘላማይ ይኹን ናይ ግድን ክሕግዞ እዩ ኣማ ካልእ ተኾይኑ ግን ኣይሕግዝን እስልምና እዚ ገዲፍዎ ከልኪልዎ ማለት እዩ ኣስላማይ ሓውካ ተኾይኑ ዳኢኻ ከምኡ እምበር ካልእ ብዓሰብያ ወይ ድማ ብሃገር ወይ ብቋንቋ ወይ ብገለ ኢልካ ኣይትፋተውን ኢነመል ሙእሚኑና ኢሕዋ ኢሉና ረቢ ልዓለሚን ኣስላም በቲ በቲ ላኢላህ ኢላ መሓመድ ረሱሉላህ ስለ ዝእክበና ብኡኡ ጥራይ ኩላትና ክንከይድ ከም ዘለና እቲ ዓሰብያ ጃሂልያ ናይ ቀደም ዝነበረ ክንገድፎ ገሊጹልና ማለት እዩ እሱ ከኣ ረሱል ዓይ ስለም እንታይ ኢሉ ሓውካሲ ዛልም ተኾይኑ ሓግዞ መዝሉም ተኾይኑ ሓግዞ ኢሉ ማለት እዩ ደሓር ሓቲቶም መዝሉም ኮይኑሲ ፈሊጥና ከመይ ጌርና ከም ንሕግዞ እቲ ዙልሚ ናቱ ነምጸሉ ዛልም ክንሲ ከመይ ጌርና ክንከሕ ንሕግዞ ኢሎም ዙልሚ ንኸይገብር ከልክልዎ ትጋገ ኣለኻ ግደፍ እተቂላህ በልዎ ያኒ ኣብ ዝኾነ ኣብቲ ሕብረተሰብና ዘሎ ማለት እዩ ኣብ ሓዳር ክንርኢ ከለና ኣብ ኣሕዋት ክንርኢ ከለና ኣብ ሕብረተሰብ ክንርኢ ከለና ኣብዛ ኣለም ሰብ ክንርኢ ከለና እተቂላህ ረቢ ፍራሕ ንበሎ ሙሽ ኮፍ ኢልና ንዕኡ ንድግሶ ንሕግዞ ወይ ንድግፎ ወይ ድማ ሓቅኻ ንብሎ ወይ ድማ ምስ ምስ ዓርከይ ስለ ዝኾነ መሓዛይ ስለ ዝኾነት ኣነ መሓዛይ ስለ ዝኾነት ጌጋ እንድሕር ትገብር ኮይና ኣይድግፋን እየ ወላ መሓዛይ ትኹን ወላ ስቲን መሓዛይ ትኹን ለኣኑ መሓዛይ ስለ ዝኾነት ጌጋ ንዓይ እውን መሓዛኣ ኮይነ ጌጋ ክገብር ከለኹ ትጋገይለኽ ክትብለኒ ክትክእል ኣለዋ ትፈትወኒ መሓዛይ እንድሕር ኮይና ንምንታይ እሳ እያ ትጠቅመኒ ኣማ ኣነ እንዳ ተጋገኹ ሓቂ ኺላ ትድግፈኒ እንድሕር ኮይና ግን እዚኣ ማሓዛ ኣይትባሃልን ወይ ሓፍቲ ፊላህ ኣይትባሃልን እያ ማለት እዩ ላኣኑ እቲ ጌጋ ምግባረይ ናዓይ ናዓይ እዩ ክጎድእኒ ፅባሕ ንግሆ ስለዚ እቲ ብከምዚ መልክዕ ጠባን እዚ መውዱዕ እዚ ነዊሕ እዩ ከም ዝበልኩኹም ኣብዚ ክነብሎ ማለት ኢና ሸን ልጋራት ወልሑሩብ ዓላ ባዕድህም ባዕድን ልሰልብ ወናህብ ቅድሚ ሕጂ ጦርነት ይገብሩ ነይሮም ነንሕድሕዶም እቲ ሓደ ካብቲ ሓደ ንክወስድ ማለት እዩ

ብዙሕ ጸገማት ሐሊፎም ማለት እዮም ስለዚ ነንሕድሕዶምሲ ብጣዕሚ ሽግር ኣሕሊፎም ኢዚ ሐርብ ልፉጃር ከኣ ናይ ፉጃር ጦርነት ዝበሃል ከኣ ንምንታይ እዩ ከምኡ ተባሂሉ ኣብዚ ኣርባዕተ ወርሕታት ኣሎ ኣልኣሽሁር ልሑሩም ዝበሃሉ ኣብ እስልምና ኣረ እዘን ኣዋርሕ እዚኤን ጦርነት ዘይግበረለን ምንም ዘይትቀትለለን ዘይትሃድነለን እዚኤን ግዜ ስለዝኾና ኣብዚ እዋን እዚ እንድሕር ጦርነት ተላዒሉ ረቢ ጸልኦ ማለት እዩ

እዚ ሓጺን ሒዳዳ ዝበሃል ማለት'ዩ። ሓጺን ምስራሕ ንተወሰኑ ነዞም ድኻታት ነዞም ድሑራት ኢሎም ዝሓስብዎም ንዕኦም ጥራይ እዮም ዝስርሕዎም ነይሮም። ንምንታይ ኪብርያእ ነይርዎም ኣነፋ ነይርዎም ይክበሩ ነይሮም። ንሕናሲ ሓጺን ክንሰርሕ ንሕናሲ ክዳን ክንሰፊ ንሕናሲ ከምዚ ክንገብር ሑጃማ ሑጃማ ከኣ እዚ ደም ምስሓብ ማለት'ዩ። ከምዚ ሕክምና ማለት'ዩ። እዚ እዋን'ዚ ብሕክምና ሕጂ'ኳ ተመሃሮ እዩ ዝረኽቦ ኣብቲ እዋንቲ ግን። እቶም ዝኽእሉ ዝነበሩ ጥራይ እዮም ዝገብርዎ ነይሮም። ቀጺሉ ከኣ ኣልፊላሓ ንባዕሉ ሕርሻ ሕርሻ ንባዕሉ ነቶም ናይ ትሑታት ሰባት እዩ ዝረኣይ ነይሩ። እቶም ሃፋትም እቶም ኣለና ዝብሉ ኣይሰርሕዎ ነይሮም። ወርኩብ ልኸይል ወሸን እሳቶም እንታይ ዓፎ እንታይ ይገብሩ ነይሮም ነቶም ኢማ ነቶም ባራዩ ንዖም ጥራይ እዮም ዝብዎም ነይሮም ስራሕ እሳቶም ግን እንታይ ይገብሩ ነይሮም እቶም ሃፋትም ዝበሃሉ እቶም ኣሕራር እቶም ነፃነት ዘለዎም ብርነት ኣብቲ እዋንቲ ስለ ዝነበረ ማለት እዩ ንሳቶም ቢዝነስ ይገብሩ ነይሮም ቲጃራ፣ ንግዲ፣ ማለት እዩ። ካልኣይ ከኣ ሩኩብ ኣልኸይል፣ ፈረስ፣ ከኣ እሳቶም እዮም ዝስቀልዎ ነይሮም። ወሸን ኣልጋራት ከኣ፣ ጦርነት፣ ከኣ እሳቶም ይወጹ ነይሮም። ወኢንሻድ ኣልሸዕር፣ ግጥሚ፣ ከኣ ገጠምቲ ነይሮም። ግጥሚ ሕጂ ነቶም እሳቶም እንዳያታት እዮም ዝገጥሙ እምበር ንሓደ ባርያ ወይ ንሓደ ካልእ ኣይፈቅድሉን ነይሮም። ወኣልሙፋኸራት ቢልኣሕሳብ ወኣልኣንሳብ፣ ንሕና እንዳ እከለ ከምዚ እንዲና ከምዚ እንዲና ከምዚ እንዲና ኢልካ

ዝገልጸልና ናታቶም ኩነታት ናይቲ ሕብረተሰብ እዚ ነይሩ ማለት እዩ ላኪን ምስዚ ኩሉ ግን ኣብ ዝኾነ ሕብረተሰብ ጽቡቕ ነገራት ከኣ ስለ ዘለዎ ጽቡቕ ነገራት ከኣ ኣብ መጻኢ ክፋል ክንቅጽሎ ኢና ባረከላ ፊኩም ጀዛኩምላ ር ተሓሚልኩምኒ ሎማዓንቲ ሰለስተ ግዜ ኣቲኹም ማለት እዩ እቲ ዝበዝሕ ሰብ ዝነበረ ግን ሕጂ እዩ ረቢ ልዓለሚን የፍልጠና ሲራ ማለት ብጣዕሚ ደስ ዝብል መውዱዕ ስለ ዝኾነ እንሻላ ተዓላ ከምኡ እንዳበልና ናብቲ ሲረት ረሱል ክንኣቱ ኢና እዚ ያዊ እቲ ሃዋህው ዝነበረ እቲ ከባቢ ዝነበረ ናይቲ ቅድሚ እስልምና ዝነበረ ኣብቲ ሕብረተሰብ ዘርእየና ማለት እዩ ባረከ ላሁ ፊኩም ወጀዛኩም ላ ኸይር ኩልኻትኩም ኣብዚ ዝኣተኹም

ካብቶም ሰሚዕና ከኣ ኣብ ሂወትና ክንቅይር ንጽዕር ተስፋ ረቢ ይግበረልና ኩላትና ኣላሁማ ኣሚን ኣነ ኩሉካትኩም ከኣ ዓፉ በሉኒ ዝኮነ ሓውን ሓፍትን ብዘይ ግበኣኒ መልክዕ ኣልዒለ እንድሕር ልብኩም ቅር ኣቢለኩም ኣይትሓዙለይ ኢኩም ሳምሑኒ ኢኩም